ብምንታይ ኢኺ ኣስኳል ሓፍተይ ኣብ ፈረግ ዳዕሮ ክልተ ሚእቲ ካሪ ኣምጽልና ኢልናኪ ረጊጽክና ትሓልፊ ኣለኺ ልወልኩም ንኣሕዋተይ ይቅርታ እናወልኩ ሰላም ሰላም ክብራትን ፍትዋትን ናቻናለይ ቤተሰብ ሃመይ ኢኹምለይ ደቂ ዓበይትዋይ ዳሕና ዲኹም ኣነ ሰላም እየ ንስኻትም ደማ ሰላም ክትኾኑ እናተመንኹ ካብ ሰላም ልዓቢ የለይ ሎማዓንቲ ከምቲ ትርእዎ ኣለኹም ካብ ከተማ መቐለ ንእሽተን ፈትነት ኢልካ ፈረግ ዳዕሮ ልትበሃል ዓዲ እየ ሒዘልኩም መጽእ ኣለኹም ኣብ ፈረግ ዳዕሮ ሎሎ ከተማ ድዩ ገጠር ካልኣይ ነገርኸ ሕጋዊ ድዩ እቲ ቦታ ክልተ ሚእቲ ካሪ ወይ ደሞ ሚእቲ ኣርብዓ ካሪኸ ክንደይ ሂብኻ ሓበሬታ ሃምለሎ ንገርና ኢኸ ስኳር ሓፍተይ ሙሉእ ቪድየለ ኣምፅልና ዝበልኹምኒ ሎማዓንቲ ሒዘልኩም ደበኽ ኢለ ኣለኹ ናትኩም ሕቶ ተቐቢለ ቅድሚ ኩሉ ደማ እንኳዕ ኣብፀሐኩም ልበዓል ልደት እዚ በዓል ልደት እዙይ ናይ ሰላም ናይ ፍቕሪ ይግበረልና ለኣና እውን ስደትና ሕፂሩ ብሰላም መሬት ዓድና የርግፀና እቱ ኣብ ፀበባና ኣብ ችግር ለሎ ህዝብና እውን ሰላም የውርደልና እናበልኹ ስለዚ ንኽድላ ጉዳይና ከምቲ ትርእይዎ ኣለኹም ፈረግ ዳዕሮ ሓቂ ንምንጋር ብጣዕሚ እዩ ቆንጆ ካብ ከተማ መቐለ ሲ ክንደይ ደቂቓ ወይ ክንደይ ሰዓት እዩ ብዝብል በተለይ ብላጭ ሓሊፍኻ ቀጥታ ፈረግ ዳዕሮ እያ ልትርከብ ልትፈልጥዎ ትፈልጥዎ ኢኹም ዳሓን ችግር የብሉይ ለይትፈልጥዎ ለ ባዕለይ እያ ነፀር ኣቢለ ክነግረኩም እየ ብላጭ ገይርኻ ልፈረግ ዳዕሮ ብጣዕሚ ካብ መጠን ናሓለፈ ቓረባ እያ ኸዚ ስሚንቶ ኣፍሪካ ልበሃል ስሚንቶ ኣፍሪካ መጨረሻ እዩ እኒኦዎ ዶ ካብ ስሚንቶ ኣፍሪካ ምፅእ ኢልኻ ኸዓ ላጭ ካብ ላጭ ኸዓ ብጎድኒ እኒኦ ፈረግ ዳዕሮ ላብ ከተማ ድዮም ኣትዮም ፈረግ ዳዕሮስ ዋላስ ብገጠር እዮም ልማሓዳደሩ ልትብሉ ኣሰባት ብከተማ እዮም ኣትዮም ላብ መቀለ እዮም ሓድነቶም ማለት እዩ ብሓደ እዩ ዘሎ ምንም እንትን የውሊ ኣፋላላይ የውሊ ከምቲ ትሪእዎ ኣለኹም ከዚ ፅርጋ ብዘይኒኦ ትሪእዎ ኣለኹም ዶ ፅርጋ ከዚ ላዕሊ እዩ መውፅእ እዩ ረይዎ እዚ ማለት እዩ ረይዎ ዘመ ሰባት ልከድዎ ኣለውና ዝፅርጋ እዚ ዳዕዳዕ ፅርጋ እዩ ከምቲ ትሪእዎ ኣለኹም ለይተበለ ዓዲ ብጣዕሚ እዩ ቆንጆ በዓልቶም ንባዕልቶም ትኮይኑ እምበይ ኣብ ፈረግ ዳዕሮ ከዚ ብዙሕ ልገዝእ ሰብ የለይ እንታይ ምባል ደልየ እያ ለይተበልዐት ዓዲ እያ ለይተፈለጠት ዓዲ እያ ስለዚ ቅርሺ ለለኩም ቃዓሚ ዘለኩም ኣሕዋተይ ቁፅር ስልኪ ክሓድገልኩም እየ ብጣዕሚ ይርካሽ ኣርባዕተ ሚእት ካሬ እየ ሒዘልኩም መፅእ ኣለኹ እዚ ኣርባዕተ ሚእት ካሬ ብጣዕሚ ካብ መጠን ዝሓለፈ ርካሽ እዩ እዚ ቪድዮ እስካብ መጨረሻ ስምዕዎ ተመችኩም ከዓ ላይክ ሸር ግበርሉ ኢኹም ላይክ እናገበርኩም እተው ኣሕዋተይ ማለት እንድሕር ዋላ እስኻትኩም ለለየ ገዛኹም እዛ ቦታ እዚኣ በሸኳይ ትሽወጥ ተባሂላ ስለሌላ ያው በሸኳይ ክንሸጣ ኢና እዮም ኢሎም እኒኡ ኣርባዕተ ሚእት ካሬ ብጣዕሚ ብጣዕሚ ካብ መጠን ሓለፈ ብጣዕሚ እዩ እንትን ገፊሕ ማለት እዩ ብጣዕሚ ሰፊሕ እዩ እንድሕሪ ክልተ ሰብ ኮይና ንገዝኣ ኢና ስኳል ሓፍተይ ልትብላ እንተኮይኑ ክንለ ኣብ ትሓቲ ፅሓፍ ኣለይ ከዳሓሓዘክን ክኽእል እየ ክልተ ክልተ ሚእት ካሬ ሓደ ሰብ ማለት እዩ ጠቕላላ ኣርባዕተ ሚእት ካሬ ስለዝኾነ ክልተ ክልተ ሚእት ካሬ ዳርጋ ሓደ ነጥቢ ገለ እዩ በጽሐኩም ኣሎ ስለዚ ሓበሬታ ኣነጽር ኣቢለ ክነግረኩም እየ ካብ ከተማ መቐለ ርሑቕ የኾነ ሓቂ ንምንጋር ብጣዕሚ ይቐረብ ኣሕዋተይ ሓምዜታ ኣዩ ገጠር ልመስል ገና ኣዩ ኣበይ እኒኦ ገዛታት ገለ ከይትብሉ እዚ ለይተበለ ዓዲ ለይተፈለጠ ዓዲ እዩ ብጣዕሚ እዩ ቆንጆ ካብ ከተማ መቐለ ብላጭ ገይርኻ ወዲያው ፈረግ ዳዕሮ እያ እትርከብ። ስለዚ ንሰለስተ ለርባዕተ ሚእት ካሪ ክንደይ ይብልዎ ኣለዉ ብዝብል ሕቶ እስካብ ሰለስተ ነጥቢ እዮም ይብልዎ ኣለዉ እስካብ ሰለስተ ነጥቢ ረእይዎ እሞ ኣብኒ ኣጋማምትዎ ለሓደ ለክልተ ሚእት ካርሲ ክንደይ እዩ ለክልተ ሚእት ካርሲ እንደይ ይበሃለ ማለት እዩ ዳርጋ ሓደ ነጥቢ ገለ እዩ በጽሖ ኣሎ ኣብ ክልተ ሰብ ኮይንካ ብጣዕሚ እዩ ቆንጆ እውነት ዋላ ቅርሺ ተሃልየካ እውን እውነት ሓቂ ንምንጋር ማለት እዩ በዓልካ ምግዛእ ልመስል ኣይግኒ እዛ ቦታ እዚኣ ሲ በዓልካ በዓልካ ክተቕሪያ እዩ ልግባእ ነይሩና ብጣዕሚ ሰፊሕ ኣርባዕተ ሚእቲ ካሪ ኣውንዮኩም ምሚእቲ ካር ኳሲ ዳርጋ ለርባዕተ ሰብ ለመሓዳድር እዩ እንድሕር ደኣ ቃዓሚ ለለኩም ኮይኑ እስካብ ሰለስተ ነጥቢ ለለኩም ኣሕዋተይ በተለይ በተለይ ኣብዚ ሕዚ ሰዓት ቅርሺ ነቕምጥ ኢና ኣልኩም ቅርሽና ናወደቐ እዩ ልሓድር ኣሎ ኣብዚ ቦታ ምግዛእ ለሎ ዓለም ግን ቦታ ኣብኣ እናሃለየት እያ ትጸንሕ ተመሊስካ ክትሸጣ ትኸለ ዋላ ኣይተግንየሉ ሚእቲ ሽሕ ለይረኸው ኩሉ ክልተ ሚእቲ ሽሕ ለይረኸው ኩሉ ሓምዘይ እንደዚ ኣዩ ጸልሊ በሃሊ ሓሳብ የለይ ዋላ እኳ ዓይን ዋንኡ ትሸጥዎ ትኸሉ ኢኹም ምንም ችግር የውልኝ እና እንታይ እየ ክብል ደልየ ኣሕዋተይ ሓደ ነጥቢ ሓሙሽተ ክንረክብ ዶ ኣፈረግ ዳዕሮ ሓደ ነጥቢ ሽዱሽተ ክንረክብ ዶ እልትብል ኣሕዋተይ መጀመርያ ነገር ደዊልክን ምስ ደላሊ ተረዳድኣ። ምክንያቱ ንሳቶም ሰብ ቢሮ ስለልኾኑ ብደንቢ ገይሮም ሕጋዊ ድዩ ኣይሕጋዊ ካልኣይ ነገር ከ ነባር ትሕዝቶ ድዩ ብደንቢ ገይሮም ስለልፈልጥዎ እሳቶም ከዚ ነባር ትሕዝቶ ክሸጡ ካልኣይ ነገር ዶም በብሸጡ ደስ ይብሎም እዩ ሃመይ ፕሮሰስ ስለለሎ ኣንሕና ሕጋዊ ዝኾነ ቦታ ኢና ክንሸጥ እዮም ዝብሉ እና ደዊልክን ብደንቢ ገይርክን ክተዳጉጉ ትፈልኹም ጓል ይኹን ወዲ ይኹን ብዘየገድስ ኣብዚ ሕዋተይ ብዝሓት ኣሕዋተይ ሓደ ነጥቢ ሓሙሽተ ሓደ ነጥቢ ሽዱሽተ ከግንድ የብላጭ ኢልክን ብዙሓት ኢኽን ትጽሕፋ ኣለ እወ ትረኽባ ኢኽን መጀመርያ ነገር ምድዋል እዩ ቤተሰብ ዓሰርተ ግዜ ናንደወልካ እስኻትን መሓሚት ግብራ መስልክን መጀመርያ እቲ ቁፅሪ ስልክ ልሓድጎ ኣለኹ ትድውላ ላብ ደላሉ ማለት እዩ ደዊልክን ምስኡ ትረዳዳ ብድሕሪኡ እቲ ቦታ እንድሕር ደኣ ተገንዩ ልበሃል ኮይኑ ቤተሰብክን ይኽን ትሰዳ እንተስ ወለድኽን እንተስ ሕዋትኽን እዙይ ማለት ሃመይ እዩ እቲ ቦታ ኸመይ እዩ? መይዳ ድዩ? ግድሚ ድዩ? ካብኡ ኸ ልሓዋር ኸ ጽቡቕ ድዩ ክኾነልና? በበይ እዩ ኸ መንገዱ? እንታይ ኸ ይመስል መንገዱ? ብዙሕ ሰብ እኮ ኣሎ ዋላ እቲ ቦታ እቲ ገዛእኻዮስ ዓዲ ዓበይቲ ድዩ? ዓዲ ወጣታት ድዩ? ብዙሕ መማረጺ ኣሎ። ምክንያቱ እንድሕር ደኣ ዓዲ ዓበይቲ ኮይኑለ ከዚ ብዙሕ ሰብ ዓዲ ወጣት ልደሎ ኣሎ ምስ ወጣት ልነብር ሰብ ኣሎ ምስ ዓበይቲ ልነብር ሰብ ኣሎ ምርጫ እዩ እዚ ማለት ንዓሉ እዩ እምበይ ኣነ ሕዚ ልወልክዎ ናተይ ሓሳብ ሰብ እዩ ይቕበለይ

ላላላ ቤተሰብካ ክሪኡ ኣለዉ እቲ ቦታ እሙን ቤተሰብካ ክሪኡ ኣለዉ ሃመይ እዩ እንታይ እዩ ኣብ ለይብላዕለይ ስተ ኮይዶም ድጉን እናበሉካ ብድሕሪ ግዜ ድማ ያ ዓይኒ ዋንኡ ከውፅእ የተርፈግኒካሉ ትሸጦ ምንም ትርጉም የብሉ ማለት እዩ ስለዚ እንታይ እየ ክብል እየ ብዙሓት ኣሕዋተይ ስለ ዝትጨናነቓ እየ ሓደ ነጥቢ ሽዱሽተ ነግድና ኣብላጭ ቆንጆ እዩ ኣብላጭ ከዚ ሓደ ነጥቢ ሓሙሽተ ሓደ ነጥቢ ሽዱሽተ እናተሸጠ ቃንዩ እዩ ግን እቲ ቦታ ብጣዕሚ እዩ ደስ ዝብል በተለይ ለሓዋሩ ማለት እዩ ሙሉእ ሰላም ይግበረልና ለዓድና እቲ ቦታታት ብጣዕሚ እዩ ደስ ዝብል ለይተበለ ዓዲ ካብኡ ለናይ መትከል ኣብኡ ሚእቲ ኣርባዕ ሚእቲ ኣርባዕ ተኻፊሎምና እዞም መናእሰይ ዕድሎት በቃ ለየውጥን ለይሰርሕ ሰብ ለይሰረት ሰብ የለይ ማለት እዩ እዚ ቪድዮ ርኢኹምዎ ትኾኑ ኢኹም ቅድሚ ከዚ ሸር ገይረየ ነይረ እየ እና ከምቲ ትሪእዎ ኣለኹም ፈረግ ዳዕሮ እውን ብጣዕሚ ቆንጆ እዩ እዚ ሲያ ቅርሺ ሒዝኻ ኣሕዋተይ እዚ ሲያ ቅርሺ ሒዝኻ እዚ ሲ ቅርሺ ሃሊካ ኣርባዕተ ሚእቲ ካሪ ብሰለስተ ነጥቢ ወራር ረይዎሞ ልክልተ ሚእቲ ካሪስ ዳርጋ ሓደ ነጥቢ ሸውዓተ ድዩ ሓደ ነጥቢ ሽዱሽተ እዩ በፅሕሎ ልክልተ ሚእቲ ካሪ ማለት እዩ እና ከዓ ፈረግ ዳዕሮ ያው ሃም እኮ ቦታ ኣሉ እዩ ከዛ ኣብ ዓዲ ጉዶም ብጣዕሚ እዩ ወዲቁ ቦታታት ግን ከዓ ፈረግ ዳዕሮ ምስ ከተማ መቐለ እዩ ዘሎ ኣስቤዛኻ ትገብር ተኾይንኻ ከይድኻ ብእግርኻ ትመላለስ ትኽእል ኢኻ ላብላጭ ማለት ብመኪና እየድልየኩም እዩ ብእግርካ ማለት እዩ ብጣዕሚ እያ ቃረባ ካብ ፈረግ ዳዕሮ ልላጪ ብጣዕሚ ካብ መጠን ልሓለፍት እያ ቃረባ ኣብኡ ከባቢ ልኾነ ሰብ ክትጥይቁ ትኽእሉ ኢኹም ኣነ እንድሕር ደኣ ለይትኣምኑ እንትኾይንኹም ሃመ እዩ ካብ ፈረግ ዳዕሮ ልላጭ ልከተማ መቐለ ላብ ላጭሲ ብጣዕሚ እንድዩ ቃረባ ኢልኩም ትጥይቁ ትኽእሉ ኢኹም እና ከምቲ ትርእይዎ ኣለኹም ረእይዎ ፅርጋ ረእይዎ ረእይዎ ማለት እዩ ረእይዎ ከዚ ዝግድሚ እዚ ቦኽ ኢልካ ብጣዕሚ ጨዓል መስል ገዛ እዩ ረእይዎ ብጣዕሚ እዩ ደስ ልብልና ከባቢኡ ኩሉ ነገሩ ደስ ልብል እዩ ኣሕዋተይ መዓረይ እዛ ቦታ እዚኣ ከይተምልጥልኹም እንድሕር ደኣ ቃዕሚ ዘይብልኩም ዓሰባት ኮይንኩም ለ ላብ ቃዕሚ ለለዎ ሰብ ሸር ግበርለይ እዛ ቦታ እዚኣ ክትሽወጥ ስለ ዝተባሃለት እየ ላብዚኣ ሸር ገይረያ እኒኹ እንዲያም ትማል እያ መፅያትና ሓበሬታ ናይ ሎማዓንቲ ብዴና እዚኣ ትመስል ነይራ ኣሕዋተይ መዓረይ ብካሊእ ብድዮስ ከዓ ካልመፅለ ሰሰናይ ደቂ ዓበይቲ ዋይ እዚ ኣውደ ዓመት እዚ ደማ ሰላም ይግበረና ርሑስ ኣውደኣመት እናበልኹ ሰናይ ኣውደኣመት እናበልኹ ኣብዚኣ ክፍለየኩም እየ ባይ ባይ።